ሰላም ዝኸበርኩም ተኸታተልቲ ቤን ቲቪ ንሎሚ ሰሉስ 12 ሓምለ ዝተዳለወ ዕለታዊ ዜናታት ይዘልኩም መፅእ ኣለኹ ከም ወትሩ ክሳብ ፍፃሜ መደባትና ንክትከታተሉና እንዳዓደምኩ ብቐዳምነት ኣርእስተ ዜና ብኤርትራዊ ኣሜሪካዊ ቀባይ ዝፈረዩ ኣሳእል ኣብ ፓሪስ ንምርኢት ክቐርቡ እዮም ኣብ መዕርፎ ነፈርቲ ቦሌ ልዕሊ ሰለስተ ሽሕ ዶላር ገንዘብ ዝጸንሖም ኤርትራውያን ገያሾ መሰናኽል ይገጥሞም ምህላዉ ተገሊጹ። ኣብ ፓሪስ ኤርትራውያን ንሓድሕዶም ኣብ ዘካየድዎ ባእሲ ሓደ ተቐቲሉ። ዩክሬን ሓደ ሚልዮን ኣባላት ዘለዎ ሰራዊት ብምህናጽ ንሩስያ ክትገጥማ ምዃና ገሊጻ። ኣሜሪካዊ ትካል ዕስራ ኪሎሜተር ናብ መሬት ብምኹዓት ጸዓት ከውጽእ ይሸባሸብ ከም ዘሎን፣ ካልእን ዝድህስስ መደባት ሒዘልኩም መጽየ ኣለኹ። ሰናይ ናይ ምክትታል ግዜ እንዳ ተመነኹ፣ ኣብዛ ቻናል ድማ ናይ ወትሩ ተኸታተልቲ ንክትኮኑ ሳብስክራይብ ብምግባር ናይ ደወል ምልክት ክትጥውቑ ብኽብሪ ይዕድመኩም። ብኤርትራዊ ኣሜሪካዊ ቀባይ ዝፈረዩ ኣሳእል ኣብ ፓሪስ ንምርኢት ክቐርቡ እዮም። ብኤርትራዊ ኣሜሪካዊ ፍቕረ ገብረየሱስ ዝፈረየ ናይ ቅብኣ ሰኣል ካብ ሸሞንተ መስከረም ክሳብ ዕስራን ክልተ ጥቅምቲ ኣብ ፓሪስ ንምርኢት ክቐርብ ምዃኑ ኣገልግሎት ፕረስ ፒኤ ሓቢሩ። ስነ ጥበባዊ ፍቕረ ገብረየሱስ ዘፍረዮም ቅብኣታት ኣቐዲሙ ኣብ ዝተፈላለየ ኣብያተ መዘክርን ኣሜሪካን ኢጣልያን ንምርኢት ዝቐረበ ኮይኑ ኣብ ፓሪስ ግና ንፈለማ እዋን ንተዓዘብቲ ክፉት ከምዝኸውን እቲ መርበብ ዜና ኣቃሊሑ። ኣብ ስነ ቅብኣ መጽናዕቲ ዘካየዱን ኣብቲ ዓውዲ ኣብ ዝግደሱን ልዑል ተምሳጥ ኣሕዲሩ ከም ዘሎ ዝግለጽ ፍርያት ፍቕረ ገብረየሱስ፣ ብመንገዲ'ቲ ኣብ ኒውዮርክ ዝመደበሩ ጋለሪ ሊ ሎንግ ናይ ብርኪ ትካላት'ዩ ኣብ ፓሪስ ንምርኢት ክቐርብ። ስነ ጥበባዊ ፍቕረ ገብረየሱስ ኣብ ሽሕን ትሽዓተ ሚእትን ስሳን ክልተን ኣብ ኣስመራ ተወሊዱ ኣብ ኣርባዕተ ሚያዝያ ክልተ ሽሕን ዓሰርተ ክልተን ድማ ኣብ መበል ሓምሳ ዓመት ዕድሚኡ ኣብ ሃምደን ኮንኩትካን ኣሜሪካ'ዩ ዓሪፉ። ብዜካ ኣብ ቅብኣ ኣብ ሙዚቃን ካልእ ዓውድታት ስነ-ጥበብ'ውን ልዑል ተምሳጥን ኣበርክቶን ከም ዝነበሮ ሰነዳቱ የዘንትዉ። ኣብ መዕርፎ ነፈርቲ ቦሌ ልዕሊ ሰለስተ ሽሕ ዶላር ገንዘብ ዘጸንሖም ኤርትራውያን ገያሾ መሰናኽላት ይገጥሞም ምህላዉ ተገሊጹ። ብዝተፈላለየ ጉዳያት ናብ ኢትዮጵያ ክመላለሱ ዝጸንሑ ኤርትራውያን ገያሾ ኣብ መዕርፎ ነፈርቲ ኣዲስ ኣበባ ብጉዳይ ሒዞምዎ ዝመጽኡ ብዝሒ ገንዘብ መሰናኽላት ከም ዝገጠሞም ሓቢሮም። ሓንቲ ስማ ክዕቀበላ ዝመረጸት መንእሰይ ኣብ ዝሃበቶ ሓበሬታ ናብ ኣዲስ ኣበባ ኣብ ዝኣተዉሉ እዋን ኣብ መዕርፎ ነፈርቲ ብዛዕባ ሒዛቶ ዝመጸት ብዝሒ ገንዘብ ዝሓትት ኮነ ዝምዝግብ ኣካል ከም ዘይነበረ ብምጥቃስ ኣብታ ሃገር ኣብ እትወጸሉ ዝነበረት እዋን ግና ገንዘባ ብኸመይ መንገዲ ከም ዘእተወቶ መረጋገጺ ክተምጽእ እንተዘይኮይኑ ድማ ክህገር ምዃኑ ከም ዘፈራርሕዋ ጠቒሳ፣ ልዕሊ ሰለስተ ሽሕ ዶላር ሒዞም ንዝመጹ ገያሾ ኣብ መዕርፎ ነፈርቲ ቦሌ ከመዝግብዎ ከም ዘለዉ ዘገድድ ኣዋጅ መንግስቲ ኢትዮጵያ ከም ዘሎ ኣባላት እቲ መዕርፎ ነፈርቲ ከም ዝገለጹለይ ሓቢራ። እንተኾነ ንሳ ናብ ኢትዮጵያ ኣብ ዝተበገሰትሉ እዋን ብዛዕባ'ዚ ዝኾነ ኣፍልጦ ከም ዘይነበራን ኣብ መዕርፎ ነፈርቲ ኣዲስ ኣበባ ኣብ ዝበጽሐትሉ እውን ሓበሬታ ዝሃባ ኣካል ከም ዘይነበረን ኣመልኪታ። ናብ ኢትዮጵያ ዝገሹ ኤርትራውያን ኣብ ኢትዮጵያ ምስ ዘሎ ተቐያያሪ ኩነታት ቅድሚ ምብጋሶም ጥሉል ሓበሬታ ክረኽቡ ድማ ኣብ መወዳእታ ምኽራ ለጊሳ። ኣብ ኢትዮጵያ ተኸሲቱ ምስ ዘሎ ፖለቲካውን ቁጠባውን ቅልውላው በብዕለቱ ምስ ናይ ወጻኢ ሸርፊ ዝተሓሓዘ ሓደሽቲ ኣዋጃት ይመጽእ ምህላዉ ይፍለጥ። ብተመሳሳሊ ዜና ኣብ ኣዲስ ኣበባ ዝተኸሰተ ግመ ወይ ከኣ እምብርህ ነፈርቲ ካብ ዓለምለኸ መዕርፎ ነፈርቲ ቦሌ ከይብገሳን ኣብኡ ከይዓልባን ከም ዝተዓናቐቕፈ ተፈሊጡ። እዋናዊ በረራታት ዝምልከት መረዳእታ ዝዝርግሖ መርበብ ሓበሬታ ራዳር ዕስራን ኣርባዕተን፣ Flight Aware፣ ን ነፈርቲ ኣብ ዓለም ለኸ መዕርፎ ነፈርቲ ቦሌ ክዓልባ ተጸጊመን ኣብ ሰማይ ክዛውና ይረኣያ ኣለዋ ኢሉ። መንገዲ ኣየር ኢትዮጵያ'ውን እቲ ግመ ኣብቲ መዕርፎ ነፈርቲ ዝዓርፍ ይኹን ካብኣ ዝብገስ ነፈርቲ ምትእጓል ከም ዝፈጠረ ኣብ ወግዓዊት ናይ ቴሌግራም ገጹ ሓቢሩ'ሎ። ካብ ቻይና ግዋንዙ ተበጊሳ ናብ ዓለም ለኸ መዕርፎ ነፈርቲ ቦሌ ዘብረት በረራ ቁፅሪ ET ET ሽዱሽተ ሚእትን ሸውዓተን Airbus A ሰለስተ ሚእትን ሓምሳን እቲ ኩነታት ኣየር ክሳብ ዝመሓየሽ ኣብ ሰማይ ኣዲስ ኣበባ ትዘውር ኣላ። ካብ ቤሩት ሊባኖስ፣ ሕቡራት ኢማራት ዓረብን ዱባይን ተበጊሰን ናብ ኣዲስ ኣበባ ዝመፅኣ ነፈርቲ እውን ኣንፈት በረረኣን ክቕይራ ተገዲደን ኣለዋ። ብዘይካዚ እተን ኣብ ዓለምለኸ መዕርፎ ነፈርቲ ቦሌ ክብገሳ ዝግበእን ነፈርቲ ውን ምድንጓይ ከምዝጋጠመን ተፈሊጡ። መንገዲ ኣየር ኢትዮጵያ ብሰንኪ እቲ ግመ ዝሸፈኑ ኩነታት ኣየር ክንደይ በረራታት ከምዝተኣጓጎለ ኣይገለፀን። መዕርፎ ነፈርቲ ቦሌ ብሰንኪ ብርቱዕ ኩነታት ኣየር በረራታት ክዕንቅፎ እዚ ፈለማይ ግዚኡ ኣይኮነን። ቅድሚ ሓደ ዓመት ኣብቲ መዕርፎ ነፈርቲ ዝነበረ ግመ ብዙሓት ነፈርቲ ኣብ ካልኦት ክልላት እታ ሃገር ጎረባብቲ ሃገራትን ናብ ዝርከቡ መዕርፎ ነፈርቲ ክዓልባ ኣገዲዱ ነይሩ እዩ። ኣብ ፓሪስ ኤርትራውያን ንሓድሕዶም ኣብ ዘካየድዎ ባእሲ ሓደ ተቐቲሉ። ኣብ ሰሜናዊ ፓሪስ ኣብ መንጎ ኤርትራውያን ብዝተላዕለ ባእሲ ሓደ ክቕተል እንከሎ ካልእ ድማ ከምዝቖሰለ ፖሊስ ሓቢሩ። ኣብቲ ናብ ቀዳም ትሽዓተ ሓምለ ዘውግሐ ለይቲ ዝተላዕለ ባእሲ፣ ብፍላይ ሰለስተ ኤርትራውያን ንሓድሕዶም ብካራ መሳሊ በሊሕ ነገር ክተሃራረሙ ከም ዝተራእዩ ነጸብጻብ መርማሪ ገበን ፖሊስ ብምጥቃስ መደብረ ዜና ገሊጸን። ዛጊት ሓደ ሰብ ኣብ ቀይዲ ክኣቱ እንከሎ ፖሊስ ተወሳኺ ምጽራይ ኣብ ምክያድ ይርከብ። ኣብ ተመሳሳሊ ዕለት ኣብ ጀርመን ክልተ ኤርትራውያን ኣሕዋት ብሓደ ኤርትራዊ መንእሰይ ከም ዝተቐተላ ይግለጽ ኣሎ። እተን ዓሰርተ ትሽዓተን ዕስራን ሰለስተን ዓመት ዝዕድሚኤን ዛህራን ዩስራን ዘተብሃላ መንእሰያት ኣብ ከባቢ ከተማ ሙኒኽ'የን ብዘስካሕክሕ ኣገባብ ተቐቲለን። ነቲ ቅትለት ፈጺሙ ዝተብሃለ ዝተጠርጠረ ኤርትራዊ ናብ ጥቐኣን ከይቀርብ ብፖሊስ መጠንቀቕታ ተዋሂብዎ ምንባሩ መርበባት ሓበሬታ እታ ሃገር ጠቒሰን። ዩክሬን ሓደ ሚልዮን ኣባላት ዘለዎ ሰራዊት ብምህናጽ ንሩስያ ክትገጥማ ምዃና ገሊጻ። ዩክሬን ናይ ኔቶ ኣጽዋር ዝዓጠቐ ሓደ ሚልዮን ዝኣባላቱ ሰራዊት ብምህናጽ ንሓይልታት ሩስያ ክትገጥሞ ምዃና ሚኒስትሪ ምክልኻል እታ ሃገር ተዛሪቡ። ኣሌክሲ ረሲይኒኮቭ ከም ዝበሎ ኣብ ጸሊም ባሕሪ ዘሎ ገማግም ዩክሬን ምምላስ ንቑጠባ እታ ሃገር ኣገዳሲ ምዃኑን ገሊጹ። እንተኾነ ግን እቲ ዓቢ ሰራዊት ናይ ምህናጽ ድሌት ካብ ምጉስጓስ ሓሊፉ ናብ ውጥን ዝኸደ ከም ዘይኮነ ተዓዘብቲ ይእምቱ። ኣብዚ ቀረባ እዋን ሓይልታት ሩስያ ኣብ ምብራቓዊ ዞባ ዶንባስ ኣገደስቲ ከተማታት ዝርከብዎ ሰፊሕ ከባቢታት ምቁጽጻሮም ይዝከር እዩ። እዚ ከምዚ ኢሉ እንከሎ ልዕሊ ሸውዓተ ሽሕ ኣባላት ሓይልታት ዩክረይን ሃለዋቶም ከም ዘይተፈለጠ ሰብ መዚ እታ ሃገር ሓቢሮም። እቲ ሚኒስተር ምክልኻል ምስ ጋዜጣ ዘ ታይምስ ኣብ ዘካየዶ ቃለ መሕትት ብምዕራባውያን ሃገራት ዝወሃብ ወተሃደራዊ ኣጽዋር ክቀላጠፍ ኣለዎ ኢሉ። ብፍላይ ብሪጣንያ ካብ ኣጽዋር ሕብረት ሶቭየት ነበር ብምሕላፍ ብደረጃ ወታደራዊ ኪዳን ሰሜን ኣትላንቲክ ወይ ከኣ ኔቶ ዝሰርሕ ኣጽዋር ክትህቦም ምጅማራ ንኢዱ። ህይወት ወተሃደራትና ንምድሓን ብብዝሕን ቁልጡፍን ክመጽእ የድልየና ኣሎ። ኣብ ነፍሲ ወከፍ ተወንጫፊ ሮኬት እንጽበየሉ መዓልቲ ሓደ ሚእቲ ወተሃደራት ክንከስር ንኽእል ኢና። ኣስታት ሸውዓተ ሚእቲ ሽሕ ዝግመቱ ኣባላት ሰራዊት ኣለውና። ሓለዋ ሃገር፣ ፖሊስ፣ ከምኡ'ውን ሓለዋ ዶባት ምስ ወሰኽናሎም ከኣ ሓደ ሚልዮን ዝኸውን ሓይሊ ኣለና ይብል ሚኒስተር ረሲንኮቭ። ተንተንቲ ከም ዝብልዎ ግን እቲ ዝተውሃበ ኣሃዝ ዕቱብ ግምት ዝወሃቦ ኣይኮነን ክብሉ ይምጉቱ። ሓደ ሚልዮን ዝበጽሕ ሓይሊ ኣይኮነን ጸረ መጥቃዕቲ ከካይድ ይብል ኣብ ሮያል ዩናይትድ ሰርቪስስ ኢንስቲትዩት ዝተባህለ ትካል ላዕለዋይ ተመራማሪ ዝኾነ ዶክተር ጃክ ዌቴል ግን፣ እዚ ከምዚ ኢሉ እንከሎ፣ መጥቃዕታት ሩስያ ብፍላይ ኣብ ዞባ ዶነትስክ ብዘይ ምቁራጽ ይቕጽል ኣሎ። ጸረ መጥቃዕቲ ከተካይድ እንከለኻ ስርሒታዊ ሃንደበትነት ክህልወካ ኢኻ ትደሊ። ስለዚ ብኸምዚ ብወግዒ ምግላጾም፣ ሩስያውያን ነቲ ስግኣት ንምግጣም ዓቕምታቶም ፋሕ ከብሉ ንምግዳድ ዝዓለመ እዩ ይብል። ትማሊ ሰንበት ሓይልታት ሩስያ ኣብ ከባቢ ከተማ ክራማቶርስክ ኣብ ዘካየድዎ መጥቃዕቲ ኣብ ሓደ ህንጻ ጥራይ ዕስራን ሽዱሽተን ሰባት ከም ዝተቐተሉ ጸብጻባት ሓቢሮም። ሰራሕተኛታት ህይወት ኣድሕን ግዳያት ንምርካብ ፈተሻ ቀጺሎም ተባሂሉ። ትማሊ ሰኑይ'ውን ኣብ ከተማ ካርኪቭ ኣብ ዝተኻየደ ደብዳባት'ውን ሰለስተ ሰባት ተቐቲሎም ካልኦት ሰላሳን ሓደን ድማ ቆሲሎም። እንተኾነ ሰበ ስልጣን ምዕራባውያን ሃገራት ሓይልታት ዩክሬን ኣብዚ እዋን'ዚ ጸረ መጥቃዕቲ ክጅምሩ ከም ዘይብሎም ንዩክሬናውያን ፖለቲከኛታት ኣዘዝቲ ሰራዊትን ከም ዝገለጽሎም ይገልጹ። ብኻልእ ወገን ኣስታት ሸውዓተ ሽሕን ክልተ ሚእትን ዩክሬናውያን ኣባላት ምዱብ ሰራዊትን ካልኦት ትካላት ጸጥታን ሃለዋቶም ከም ዘይተፈልጠ ሰብ መዚ ምግላጾም ዝዝከር እዩ። ከምቲ ዝተገለጸ ሸውዓተ ሽሕን ክልተ ሚእትን ዩክሬናውያን ኮሚሽነር ኦሌነህ ኮንቴንክ መብዛሕቶም ብሩስያ ዝተማረኹ ከም ዝኾነ ንቴሌቪዥን እታ ሃገር ተዛሪቡ። ሓይልታት ዩክሬን ቅድም ኢሉ ኣስታት ክልተ ሽሕ ዝጠፍኡ ወታደራት ምህላዎም ኣፍሊጦም ከም ዝነበሩ'ውን ሓቢሩ። እዚኣቶም መብዛሕቶም ኣባላት ሃገራዊ ድሕነት፣ ሓለዋ ዶብን ኣገልግሎት ጸጥታን'ዮም ኢሉ። እዚኦም ክልቲኦም ሃገራት ምልዋጥ ምሩኻት ኲናት ኣብ ዝገበራሉ እዋን ናብ ሃገሮም ክመልሱ'ዮም ኢሉ ተስፋ ከም ዝገብር ገሊጹ። ኬቭን ሞስኮን እቲ ኲናት ካብ ዝጀመረሉ ዕስራን ኣርባዕተን ለካቲት ክልተ ሽሕን ዕስራን ክልተን ኣትሒዙ ኣሽሓት ምሩኻት ኲናት ከም ዝሓዛ ክገልጻ ጸንሐን'የን። ክሳብ ሕጂ ብርክት ዝበሉ ሙሩኻት ውን ተለዋዊጠን እየን። ኣሜሪካዊ ትካል ዕስራ ክሌሜትር ናብ መሬት ብምኹዓት ጸዓት ከውጽእ ይሸባሸብ። ክወይዝ ብዝብል ስም ዝጽዋዕ ኣሜሪካዊ ናይ ጸዓት ትካል ኣብ መሬት ዕስራ ክሌሜትር ንታሕቲ ብምኹዓት ዘይውዳእ ጸዓት ንምብርባር ይሸባሸብ ከምዘሎ ተሓቢሩ። ትካል ጸዓት ክወይዝ ኣብ ክልተ ሽሕን ዕስራን ዝተመስረተ ኮይኑ ቅድሚ ሕጂ ተበጺሑ ካብ ዘይፈልጥ ዕምቆት መሬት ጂኦተርማዊ ጸዓት ንምብርባር ዓሊሙ ይሰርሕ ከምዘሎ ገሊጹ። እዚ ትካል እቲ ኣብ ምኹዓት ከውዕሎ ሓሲቡ ዘሎ መሳርሒ ነቶም ኣብ ውሽጢ ማዕሙቕ መሬት ዝርከቡ ውዑያትን ተረርትን ኣኻውሕ ክስንጥቕ ዝኽእል ምዕቡል ቴክኖሎጂካዊ መሳርሒ ክጥቀም ከምዝኾነ ኣመልኪቱ። ትካል ክወይዝ ንንጥፈታት ኩዕታ ንምስልሳል ዘኽእሎ ስሳን ሰለስተን ሚልዮን ዶላር ኣውሒሱ ከምዘሎ'ውን ጠቒሱ። ኣካየድቲ እዚ ትካል ኣብዚ ኣዝዩ ውዑይ ሙቐት ዘለዎ መዓሙቕ መሬት ዝኣተወ ማይ ናይ ሃፋን ፈሳስን መልክዕ ብምሓዝ ዘይውዳእ ኤሌክትሪክ ከመንጭው ከም ዝኽእል ሓቢሮም። እዚ ኣብ ክልተ ሽሕን ዕስራን ሽዱሽተን ሙሉእ ብሙሉእ ስራሕ ክጅምር ምዃኑ ዝንገረሉ ዘሎ ትካል ውጥኑ ግሁድ ምስ ዝኸውን ዓለምና ምንጪ ጂኦተርማዊ ዝኾነ ፅሩይን ዘይውዳእ ፀዓት ክትረክብ ከም እትኽእል ኣሚቶም። ኣብዚ ሕጂ እዋን ትሕቲ ዜሮ ነጥቢ ሓሙሽተ ናይ ዓለምና ፀዓት ካብ ጂኦተርሚካዊ ፀዓት ዝመንጨወ እዩ። እዚ ምንጪ ጸዓት እዚ ጎድኒ ንጎድኒ ጸሓይውን ንፋስውን ጸዓት ብኸፊል ኣብ ግብሪ ክውዕል እንተድኣ ክኢሉ ኣብ ዝመጽእ ሰላሳ ዓመታት እዛ እንነብረላ መሬት ካብ ብከላ ክትድሕን ልዑል ተኽእሎታት ከም ዘሎ ክኢላታት እዚ ዓውዲ ይገልጹ። ዝኸበርኩም ተኸታተልቲ ቤን ቲቪ ንሎሚ ዝበልናዮ መሰናድኦና ኣብዚ ወዲእና ኣለና። ምሳና ስለ ዝጸናሕኩም ብልቢ ነመስግን በብዘለኹሞ ሰላም።